The Magic of Thinking Big ሓይሊ ዓብዪ ምሕሳብ ሰላም ክቡራት ተኸታተልቲ ንነብስኹም ሓቲትኩም ትፈልጡ ዶ ኣብ ዓለምና ሓደ ዓይነት ተፈጥሮን ሓደ ዓይነት 24 ሰዓት እናሃለወ ስለምንታይ ገለ ሰባት ንየማን ከምርሹ እንከለዉ ገሊኦም ግን ኣብ ዝነበርዎ ደው ይብሉ ስለምንታይ እዮም ገለ ውሕዳት ሰባት ኣብ ጫፍ ዓወት ክበጽሑ እንከለዉ እቶም ዝበዝሑ ግን ብማእከላይ ናብራ እናማረሩ ዝነብሩ። መልሱ ኣብ ጁባና ዘሎ ገንዘብ ወይም ኣብ ርእሰና ዘሎ ናይ ትምህርቲ ደረጃ ኣይኮነን እቲ ምስጢር ይብል ዶክተር ዴቪድ ሽዋርትዝ ዓብይ ናይ ምሕሳብ ክእለትና እዩ። ሎሚ ነታ ህይወት ሚልዮናት ሰባት ዝቐየረ ዘ ማጂክ ኦፍ ቲንኪንግ እትብል መጽሓፍ ኣሕጽር ኣቢልና ክንርእይ ኢና። ጽን በሉ ህይወትኩም ክትቅየር ትኽእል እያ። ምዕራፍ ሓደ ክትዕወት ከም እትኽእል እመን ሽዑ ክትዕወት ኢኻ። ከምቲ መጽሓፍ ዝብሎ ዓወት ካብ እምነት እዩ ዝጅምር። እዚ ተራ ዝመስል ግን ከኣ ዓሚቕ ሓቂ እዩ። ክትገብሮ እትኽእል ኮይኑ ስለ ዝተሰምዓካ ዘይኮነስ ከም እትኽእል ስለ ዝኣመንካ እቲ ዓቕሚ ይመጽእ። ደራሲ ከምዚ ይብለና ብዙሓት ሰባት እቲ ዓወት ዝርከብ ካብ ካልኦት ንላዕሊ በሊሕ ምስ እትኸውን ጥራይ እዩ ኢሎም ይሓስቡ። ግን እዚ ጌጋ እዩ። እምነት ሞተር ናይ ኣእምሮና እዩ። ክዕወት እየ ኢልካ ብልብኻ ምስ ኣመንካ ኣእምሮኻ ነቲ ንዓወት ዘድሊ መንገዲ ንክረኽቦ ስራሕ ይጅምር። ኣይክእልን እየ፣ እዚ ነገር ከቢድ እዩ ኢልካ ምስ ሓሰብካ ግን ኣእምሮኻ ነቲ ክትወድቀሉ እትኽእል ኩሉ ምኽንያታት ምድልዳል ይጅምር። ስለዚ ንነብስኻ ኣኽብራ። ካብቲ ትሓስቦ ንላዕሊ ዝለዓለ ዓቕሚ ኣለካ። ዓወት ዝረኽቡ እቶም ብልሓት ዘለዎም ዘይኮኑስ፣ ብልሓቶም ተጠቒሞም ዓወት ከምጽኡ ከም ዝኽእሉ ዝኣመኑ እዮም። ምዕራፍ ክልተ፣ ንሕማም ኤክስኩዛይቲስ ወይ ምኽንያት ምድርዳር መፈዋስ። እቲ ዓብዩ መዐንቀፊ ናይ ደቂ ሰባት እንታይ እዩ እንተይልና እቲ ደራሲ ኤክስኩዛይቲስ ይብሎ። እዚ ድማ ኩልግዜ ንዘይምዕዋትና ምኽንያት ምድርዳር ማለት እዩ። ኣርባዕተ ቀንዲ ዓይነታት ናይዚ ሕማም ኣሎ። ቐዳማይ ጥዕና የብለይን። ብዙሓት ሰባት ንንኡስ ቓንዛ መምኽኔታ ብምግባር ካብ ስራሕ ይቦኽሩ ወይ ሓላፍነት ይርሕቑ። ሽዋርትዝ ከምዚ ይብል፣ ብዛዕባ ሕማምካ ምዝራብ ኣቋርጽ። ዝበለጸ ጥዕና ከም ዘለካ ግለጽ። ኻልኣይ ብልሒ የብለይን። ዓለምና ብሊቃውንቲ ዝመልእት ዘይኮነትስ በቲ ዘለዎም ብልሒ ዓብዪ ነገር ዝሓስቡ ሰባት እያ ተሃኒጻ። ካብ ዝጸዓቐ ተዘክሮ ዘሎዎም ኢንሳይክሎፐድያ ዝኸውን ሰብ ሓድሽ ሓሳብ ዘመንጭን ነቲ ሓሳብ ኣብ ግብሪ ዘውዕልን ሰብ። ይበልጽ። ሳልሳይ ዕድመይ በሲሉ እዩ ወይ ድማ ገና ንኡስ እየ። እዚ ናይ ዕድመ ምኽንያት ቀንዲ ጸላኢ እዩ። ንስራሕ ንምጅማር ደንጉየ እየ ምባል ንነብስኻ ኣብ ቀይዲ ምእታው እዩ። ብዙሓት ዓበይቲ ሰባት ድሕሪ ኣርብዓ ሓምሳ ዓመቶም እዮም ዓወት ኣመዝጊቦም። እቲ እዋኑ ሕጂ እዩ ኢልካ ምብጋስ እዩ። ራብዓይ፣ ዕድል የብለይን። ዓወት ዕድል ኣይኮነን። ብዕላማ ተበጊስካ፣ ተዳፊእካ፣ ጽዒርካን እተምጽኦ ውጽኢት እዩ። ስለዚ ምኽንያት ምድርዳር ኣቋርጽ። እሞ ሓላፊነት? ውሰድ። ምዕራፍ ሰለስተ፣ ፍርሒ ምስዓርን ርእሰ ተኣማንነትን ምህናጽን ኩላትና ፍርሒ ኣለና። ፍርሒ ድኽነት፣ ፍርሒ ሕማም፣ ፍርሒ ንምዝራብ፣ ፍርሒ ብሰብ ምውቃስ፣ ፍርሒ ዘየለዎ ሰብ የለን። ግን ነቲ ፍርሒ ከመይ ንዓልዮ? ዶክተር ሽዋርትዝ ንጹር መድሓኒት ሂበና፣ ተግባር። ክትፈርሕ ከለኻ ስጉምቲ ምስ እትወስድ እቲ ፍርሒ ይቕንጠጥ። ብዘይ ምስጓም ምስ እትጽበ ግን እቲ ፍርሒ እናዓበየ እዩ ዝኸይድ። ኣብ መኼዳ ኢድካ ምልዓል ትፈርሕ ዲኻ? ኣልዒልካ ተዛረብ ሽዑ እቲ ፍርሒ ክጠፍእ እዩ ምስ ሰባት ምዝርራብ የሰክፈካ ድዩ ንመጀመርታ ዝረከብካዮ ሰብ ሰላም በሎ ንፍርሒ ብተግባር ውቅዓዮ ሽዋርትዝ ካሊእ ቀሊል ምክሪ ይህብ ኩል ግዜ ኣብ ቀዳማይ ኮፍ በል ኣብ ኣኼባታት ኣብ ቤተክርስትያን ኣብ ዝኮነ ይኩን ቦታ ኣብ ቅድሚት ኮፍ ምባል ንርእሰ ተኣማንነትካ ይሃንጾ እዩ ሰባት ዓይኒ ብዓይኒ ክትጥምቶም ተላመድ እዚ ንስካ ንሳቶምን ማዕረ ምኳንኩም ኣእምሮካ የመልክቱ ከምኡ ውን ፈጢንካ ኪድ ቀልጢፉ ዝኸዲ ሰብ ጉዳይ ዘለዎ ቦታ ዝበጽሖ ራእይ ዘለዎ ሰብ ይመስል። እዚ ጀስትራ ስጋና ንኣእምሮና መልእኽቲ የመሓላልፍ። ሕጂ ናብቲ ቀንዲ ዓንዲ ንምጻእ። ምዕራፍ ኣርባዕተ፣ ዓብዩ ናይ ምሕሳብ ጥበብ። ብዙሓት ሰባት ወዮ ሓረስታይ ዶ ወይስ ፕሮፌሰር እናበሉ ስራሕን ደረጃን ይሰርዑ። ግን ክልተ ሰባት ሓደ ዓይነት ስራሕ እናሰርሑ ክልተ ዝተፈላለዩ ውጽኢት። ከመዝግቡ ንቡር እዩ። ስለምንታይ? ብሰንኪ ናይ ኣተሓሳስባ ፍልልይ እዩ። እቲ ሓደ ንነብሱ ኣነ እኮ ተራ ሸቃላይ እየ፣ መሪር ስራሕ እየ ዝሰርሕ ዘለኹ ኢሉ ይሓስብ። እቲ ካልኣይ ግን ኣነ ኣብ ህንጸት ሃገር እየ ዝሳተፍ ዘለኹ፣ ኣዝዪ ኣገዳሲ ህንጻ እየ ዝሃንጽ ዘለኹ ኢሉ ይሓስብ። እቲ ንስራሕኻን ንነብስኻን እትህቦ ክብሪ ዓወትኻ ይውስኖ። ንነብስኻ ከም ዓብዪ ኣገዳስን ሰብ ጌርካ ረኣያ። ኣብ ገዛእ ርእስኻ ዘለካ ኣኽብሮት ምስ ትዓቢ ሰባት እውን ከኽብሩኻ ይጅምሩ። ዓብዩ ምሕሳ ማለት ነቲ ነገር ዘለዎ ጥራይ ዘይኮነስ እንታይ ክኸውን ከም ዝኽእል ቪዥን ምርኣይ እውን እዩ። ኣብ ንኡስ ነገር ብዙሕ ኣይትዛረብ፣ ካብ ሓሜት ርሓቕ። ኣርእስትኻ ኣብ ዓበይቲ ሓሳባት፣ ራእይ፣ መጻኢ ዕቤትን ከምኡውን ብዛዕባ ዓወት ዝነኣድ ጽቡቕ ወሬታት ይኹን። ብዓይኒ ኣእምሮኻ ዓብዪ ስእሊ ሰኣል። ክትጅምር ከለኻ፣ ንእሽተይ ድኳን ኣላትኒ ኣይትበል፣ እንታይ ደኣ መሰረት ናይ ሓደ ዓብዪ ኩባንያ የንጽፍ ኣለኹ በል። ዓብዪ ሓሳብ ዓብዪ ውጽኢት የብቅል። ምዕራፍ ሓሙሽተ፣ ከባቢኻ ምምሕዳር ንዓወት ምግንዛብ። ትውዕሎም ሰባት እትሰምዖም ነገራት ምግቢ ናይ ኣእምሮኻ እዮም። ሕማቕ ዝበላዕካዮ ምግቢ ንኸብድኻ ከም ዝብክሎ ኩሉ ሕማቕ ሓሳባት እትምገቦ ኣእምሮኻ ድማ ሕማቕ ህይወት ይፈጥረልካ። እቲ መጽሓፍ ንጹር ምኽሪ ይህበና። ብቐዳማይ ደረጃ፣ First Class፣ እዚ ማለት ብዙሕ ገንዘብ ኣውጽእ ማለት ኣይኮነን። ምስ ብሉጻት ሰባት ተዓረኽ፣ ኣብ ብሉጻት ቦታታት ክትውዕል ምረጽ። ካብቶም ኣይክእልን እዩ፣ ሃገር ሞይታ እያ፣ ዕድል የለን እናበሉ ኣእምሮኻ ዘምርሱ ነገቲቭ ዝኾኑ ሰባት ርሓቕ። እዚኣቶም ናይ ኣእምሮ መርዚ እዮም። ብኣንጻሩ ብዓበይቲ ሓሳባት ምስ ዝዛረቡ፣ ተስፋ ምስ ዘለዎም፣ ካብ ካልኦት ንላዕሊ ንቕድሚት ዝስጉሙ ሰባት ዕረኽ። ኣእምሮኻ ምስ ኣብ ከባቢኻ ዘላ ኩነታት እያ ትሳነ። ከባቢኻ እንተቐይርካ ሓሳባትካ ይቕይር፣ ሓሳባትካ እንተተቐይሩ ድማ ህይወትካ ይቕይር። ምዕራፍ ሽዱሽተ፣ ናይ ኣቲቲዩድ ወይ ድማ ጠባይ ኣመለኻኽታ ጉዳይ። ሸዋርትዝ ኣነ ይኽእል እየ ዝብል ኣቲቲዩድ ክህልወካ ይመክር። ብመጀመርታ እትሰርሖ ዘለኻ ስራሕ ከም እተፍቅሮ ጌርካ ሕሰብ። እዚ ስራሕ እዚ ድንቂ እዩ ኢልካ ምሕሳብ ምስ እትጅምር መንፈስካ ይነቓቓሕ። ሓደሽቲ ሓሳባት ድማ ይመጽእ። ንሰባት ከም ኣገደሲኡ ፍጡራት ረኣዮም። ሰባት ኣገዳስነት ምስ ዝስምዖም ንዖኦም ዘኽብሮም ሰብ ብምኽባር ይምልሱ። ቐንዲ ነገር ድማ ኣገልግሎት ቕድሚ ገንዘብ ገይርካ ስራሕ። እቶም ንገንዘብ ኢሎም ዝሰርሑ ብዙሕ ኣይረኽቡን። እቶም ከመይ ገይረ ዝሓሸ ኣገልግሎት ክህብ ከመይ ገይረ ንሰባት ክሕግዝ ኢሎም ዝሰርሑ ግን ገንዘብ ይስዕቦም። ገንዘብ ውጽኢት ናይ ዓብዪ ኣገልግሎት ምዃኑ ዘክር። ምዕራፍ ሸውዓተ፣ ስዕረት ናብ ዓወት ምቕያር፣ መዓስ ኢኻ ዝተሳዕርካ? ተስፋ ምስ ቆረጽካ ጥራይ። ይብል ዴቪድ ሽዋርትዝ፣ ኣብ መንገዲ ዓወት ኩል ግዜ ዕንቅፋት ኣሎ። እቲ ዓብዪ ዝሓስብ ሰብ ወዲቐ ኢሉ መሬት ኣይረግምን እዩ። እንታይ ደኣ ለምንታይ? ስለምንታይ ወዲቐ? እቲ ምኽንያት እንታይ እዩ? ኢሉ ይምርምር። እቲ ውድቀት ትምህርቲ እዩ። ንነብስኻ ነቐፌታ ክትቅበል ተላመድ። ዝተበላሸወ ነገራት ምዝራብ ኣቋሪጽካ ኣበይ ከመሓይሽ በል። ዝበለጸ መንገዲ ኩሉ ግዜ ከም ዘሎ እመን። ኩነታት ከቢድ ኮይኑ ክስምዓካ ከሎ ነዚ ተኸተል፣ ህድእ በል፣ ንድሕሪት ተመለስ። ብሓድሽ ዓይኒ ይርኣዮ። ዓበይቲ ሓሰብቲ ብሓደ መንገዲ ምስ ኣበዮም ካሊእ መንገዲ እዮም ዝፈጥሩ እምበር ዕላምኦም ኣይድርብዩን እዮም። ፅንዓት ማለት ሓደ ዓይነት ነገር ደጋጊምካ ምግባር ዘይኮነስ ዕላማኻ ንምውቃዕ ዝተፈላለየ መንገዲ ምፍታን ማለት እዩ። እምበኣርከስ ክቡራን ሰማዕቲ The Magic of Thinking Big ከምዚ ይመስል።